ዝኸበርኩም ተዓዘብቲ እዚ ብዲጂታል ዌብሳይት ዝመሓላለፍኩም መደብ ካብ ሎሚ ጀሚርና ምስ ወዲ ሽዋ ሾው ኣብ ዝተፈላለየ ኩርናዕ ማለት ኣብ ሞያዊ ካልእ ብቕዓት ዘለዎም ሰባት እንዳምጻና ሞያውያን ክኢላታት ነሳትፈሉ መደብ ስለ ዝኾነ ወዲ ሽዋ ሾው ከዘናግዐኩም እየ ወዲ ሽዋ ሾው ካልእ ዓይነት ሞያ ውን ሒዙልኩም ክቐርብ ስለ ዝኾነ ንሎሚ ዕዱማት ኣለውና ሰላም ከመይ ውዒልካ ደሓን ዶ ውዒልካ ሰላም ዓለይኩም ኤርትራ ዓረብ ኣይከኣልኩምን ዲኹም ስካሕቲ ሽዋየ ሽዋየ። ሕራይ ክቡራት ተዓዘብቲ ከምዚ ኣቀዲመ ክገልጸልኩም ዝጸናሕኩ ወዲ ሽዋሸው ሎሚ ውን ዕዱማት ኣለውዎ ቀምቀምቲ ቀምቀምቲ ንነዊሕ ዓመታት ኣብ ካርቱም ዘቀምቀሙ ንነዊሕ ዓመታት ኣብ ኤርትራ ዘቀምቀሙ ቀምቀምቲ ሒዘልኩም መጽያ ኣለኹ በብሓደ ከነላልየኩም ኢና ነዞም ቀምቀምቲ ምሳይ ደለዉ ቀምቀምቲ ብሳጉኦም እዮም ተላልዮምኒ ደለዉ እቲ ሓደ ወዲ ብሩሽ ይበሃል እቲ ሓደ ከኣ ዓመና እበሃል። ስለዚ ብወዲ ብሩሽ ክጅምር'የ። ሙሉእ። ኣብ ዕዳጋ ዓርቢ ኣስመራ ተወሊደ ኣብ ካርቱም ከኣ ሰለስተ ዓመት ጌረ ኣለኹ ማለት እዩ። ቀምቃማይ ዲኻ? እወ ቀምቃማይ። ኣብ ምቕምቃም ዓለም ከኣ ከባቢ ዓሰርተ ኣርባዕተ ዓሰርተ ሓሙሽተ ዓመት ጌረ ኣለኹ። ኣሌክሳንደር ተኽለኣብ እበሃል። ሳጓይ ከኣ ዓመና እበሃል። ኣብ ኣስመራ ንነዊሕ ዓመታት ቀምቂመ። ሕጂ ከኣ ኣብዚ ቅምቅም ኣለኹ ማለት ኢዩ። ኣሌክሳንደር ተኽለኣብን መድሃኔን ሌላ ጌሮም ኣለዉ ምሳና። ዝቕጽል ሕቶና ብዛዕባ ምቕምቃም ካብ ኮነ ማለት እዩ ከባቢ ዓሰርተ ሓሙሽተ ዓሰርተ ሽዱሽተ ዓመት ቀምቂምኩም ኣለኹም ሕጂ ክንደይ ዓይነት ምቕምቃም እዩ ዘሎ ምቕምቃምሲ ክንደይ ዓይነት ኣሎ ሓንቲ ድያ ምቕምቃም ዋላ ብዙሕ ዓይነት ድዩ ዘሎስ ከመይ ብዙሕ ዓይነት ኣቀማቕማ ኣሎ ዓይነት ኣቀማቕማ ከም ዝውቱር ኣብ ንሕና ንፈልጦ ማለት ኢዩ ከም ዝብሉና ጀንትራ ኣሎ ፓንከር ኣሎ ሕጂ ከኣ ከምዚ ቻማክ ዝብሃል ቻማክ ዓይነት ኣቃማቕማ ኣሎ በቃ ከምዚ ካስኮ ገለ ዝብሃል ከኣ ኣሎ እዚኤን ታሕቲ ታሕቲ ጥራሕ ከምዚ ዓሊባቦ ድዩ ገለ ገለ ዝብሃል ቀደም ማለት ኢዩ ኦዎ። እንድዒ እዚኤን ዓይነት ኣቃማቕማ ንቕምቅሞም ዋላ ሽሙ ዘይፈልጦ ከምዚ ግበረልና ገለ ክብሉኻ ከለዉ ኣትዩ ዋላ በቲ ዝበሉኻ ዓይነት እንዳሓበሩኻ ጌርካ ትቕምቅሞም ማለት እያ።
መዳ ከምዚ ኣሌክ ክገልጸለይ ዝጸንሐ ኣርባዕተ ሓሙሽተ ዓይነት ምቕምቃም ከም ደሎ ሓቢሩኒ ጸኒሑ። እዚ ምቕምቃም ወይ እዚ ስታይል እዚ ንስኹም ዲኹም ተውጽዎ ከም ቀምቀምቲስ ዋላስ ህዝቢ እዩ ሒዙልኩም ዝመጽእ? ንኣብነት ቻማክ ገለ ክብለኒ ጸኒሑ ሕጂ ቻማክ ድበሃል ተጻዋታይ ድዩ ዘሎ ክቡራት ተዓዘብቲ ቻማክ ድበሃል ተጻዋታይ ኣነ ድፈልጥ ቻማክ ኣሎ ድዩ ኮይኑ ከምኡ ወላስ ኣመጻጽኡ ብከመይ እዩ። ዝበዝሐ እኮ ካብ ህቡባት ሰባት ካብ ተጻወተቲ ኩዕሶ ካብ ደረፍቲ ካብ ኣብ ኣብ ማስ ሜድያ ዝመጹ እዩ ሒዙልካ ዝመጽእ ሓደ ሓደ ግዜ ከኣ ባዕልኻ ተቐምቀምካዮ ከኣ ከም ናትካ ዝእዝዙኻ ኣለዉ ማለት እዩ ባዕልኻ ፈጠራ ዲዛይን ውን ትገብር ኢኻ ማለት እዩ ዲዛይን ትገብር ኢኻ እዚ ሕጂ ናይ በዓል ክሪስታኖ ዝበሃል ኣቀማቕማ ዝመጸሉ ግዜሲ ቀደም ኣብ ዝነበረ ብ ኤርትራ ኣቀማቕማ እዩ ተመሓይሹ ብደገ መጺእና ማለት እዩ። ፖርቱጋልሲ ካብ ኤርትራ ዝመጸ ዓይነት ኣቀማቕማ እዩ ዝወስድ ዘሎ ክንብል ንኽእል ኢና። ሕራይ ኣሌክ ምስ ኣልግብ ኣቢለ ሓንቲ ሕቶ ክሓተካ ምቕምቃም ቅልጣፈ የድልዮ ድዩ? ማለት ከምዚ ገሊኦም ሱሑል ኢዶም ኣለዉ ሕማቅ ዲና ክንብሎ ዋላ ስለ ደቀልጠፈ ድዩ ንፉዕ። ምቕምቃም ምቕልጣፍ የድልዮ እዩ ኣገዳሲ እዩ ምኽንያቱ እንድሕር ብዙሓት ሰብ ኮፍ ኢሎም ዝጽበዩኻ ኣለዉ ንሓደ ሰብ ሒዝካ እንድሕር ኣርብዓ ደቒቕ ገለ ትወስደሉ ሰዓት ትወስደሉ ኮንካስ እቲ ክግልገል ዝመጸ ተቐምቂሙ ናብ ካልእ ቦታ ከይተሓሰበስ

ስለዚ ኩሉኹም እቶም ትቕምቀሙ ልዕሊ ዕስራን ሓሙሽተን ደቒቕ ኣብ እንዳ ቀምቃማይ ኣይተጻበቡ ብፍላይ ከኣ እቶም ጨጓራት ይብለኩም ኣሎ ሐራይ። የቐንየለይ ኣሌክ ብጣዕሚ ጽቡቕ ዝኾነ መግለጺ ኢኻ ትበኒ ደለኻ። ክልተ ነንበይኖም ጨጉሪ ዘለዎም ሰባት እየ ቀሪበልኩም ደለኹ። ጨጉሪ ጠባይ ኣለዎ ክብሉ ሰሚዐ ጠባይ ኣለዎ ድዩ ጨጉሪ?
ዝተፈላለዩ ዓይነት ከም ትፋጣ ጥራና ዝተፈላለዩ ዓይነት። ጠባይ ዘለዎ ጸጉሪ እዩ ዝመጸካ ገሊኡ ለሚሽ መጸካ ገሊኡ ናብ እሾኽ ዝጸረየ ይመጸካ ገሊኡ ከኣ ደሓን ፎኪ ስሙት ጸጉሪ እውን ይመጸካ እዩ ማለት እዩ ሕጂ ኣነ ከም ባህሪ ማለት እዩ ማእከላይ ዝኾነ ጸጉሪ እየ ዝፈቱ ኣይ ለሚሽ ኣይ ቆርጫጭ ማለት እዩ ቆርጫጭ ተኾይኑ ገዲፍካዮ ትኸይድ ማለት እዩ ዋእ
ስራሕ ናይቲ ስራሕ ክብረት ስለ ዘለን እምበር ገዲፍካዮ ንክትከይድ ዘተባብዐካ ጸጉሪ ውን ኣሎ ግን ገዲፈዮ ክሳዕ ሕጂ ኣይከድኩን። ኦእ ማለትሲ ከምዛ ዝበላ እንድያ ሓደ ቆርጫጭ መጸካ ሓደ ለሚሽ ጨጉሪ መጸካ ሓደ ኖርማል ከምዚ ምሻሉ ደይስተካከል ጨጉሪ ኣሎ ሕጂ እቲ ዝእዝዘካ ሰብ ምስቲ ጨጉሪ ዘይከይደ ዝእዝዘካ ናይ ኣጋጣሚ ማለት እዩ ከምዚ ሕጂ ቆርጫጭ ኣሎ ጨጉሩ ቻማ ክብለካ ንቻማ ግደ ይጥዑም ማለት እዩ ሕጂ ዋላ ንዕጹብ ኣየጸብቀሉን እዩ ከምዚ ዶ ጸበቀልካ ገለ እንድሕር ኢልካዮ ግን ዳሓን ከምኣ ግበረለይ ገለ ብለካ ከምቲ ዘሎ ፋሽን ሪኡ ከምዚኣ ግበረለይ ገለ ብለካ ሱይ ኢልካ ዶርሆ ኣምጺልካ ትሰዶ ዶ የጸብቀሉ ከሎ።
ክቡራት ተዓዘብቲ ከምዚ ዝብሎ ዘሎ ኣሌክ ዓምና ድብሎ ደሎ ፍልይ ድበለት ኣርእስቲ እንድሕሪ ከምዚኣ ግበረለይ ኢልካ ብጠባዩ እንድሕር ዘይተሰማምዐካ ደርሆ ምሲልካ ትሰዶ ይብል ኣሎ በዚ ኣጋጣሚ ንኩሉኩም ጠባይ ክትገብሩ ንምሕጸነኩም ሕራይ ወዲ ብሩሽ ናባካ እየ ቀምቃማይ ኢካ ነዊሕ ዓመት ሰሪሕካ ኢካ ድበዝሕ ግዜ ከኣ ምስ ጨጉሪ ኢካ ትውዕል በንጻር ናቱ ከኣ መሻጦ ከኣ ኣለዋ ሕጅስ ቀምቃሞስ ከም መሻጦ ኣብ ጉዳይ ሕሜታ ትሕመዩ ዲኹም ማለት ቀደም ቆናኒት ገለ ክበሃል ከሎስ ኣናኣይሰዮ ገለ ኣይኮንኩን ስራሕ ግን ምስ እቲ ትሰርሖ ግዲ ኮይኑ ገለስ ኣብ ሕሜታ ገለ እያ ኔራ ሕጂ ግን ቀምቃማይ ሓማይ እዩ ክብሉ ሰሚዐ ኣለኹ ብፍላይ ትማሊ ነዛ ኢንተርቪው መደብ ምስ ገበርንያስ ኣጋጣሚ ሓደ ዓርከይ ኣሎ ኣብዛ ሰሓፋ ቀምቃሞ ከምዚኦም ደሓሚ የለን ኢልኒ ኣብዚኣ ጉዳይ እዚኣስ ከመይ እስከ ኣረደኒ። ማለትሲ እቲ ሕሜት ኣብ ዝተፈላለየ ዓይነት ሰባት ኢኻ ትራኽብ እቶም ዝመጹ የበግሱኻ እስኻ ከኣ ትቕጽል ማለት እዩ ሕጂ እሶም እዮም ኣሕመይቲ እቶም ማለትሲ እቲ ባህሪ ናይቲ ስራሕ ዝም ዝተፈላለየ ዓይነት ባህርያት እንዲኻ ትራኽብ። እዲ ዝተፈላለየ ዓነት ዕላል ኢኻ ተዕልል ማለት እዩ እዲ ግድን ኢኻ ክትሓሚ ሰብ ስለ ዝኾንካ ማለት እዩ ሰብ ከየልዓልካ ከኣ ተዓቢስካ ኣይኮንካን ስቅ ኢልካ ትውድኦ ነቲ ሰብ ምስቲ ካስትመርካሲ ሓደን ክልተን ኢልካስ ዕላል ተዕልል ኢኻ ንሱ ውን ደስ ኢልዎ ክስተ ክገብር ማለት እዩ ሕጂ ብውልቅኻ ጉዳይ ሕሚታ ክንያ ኣለኻ።
ኣነ ኣብ ማእከል እየ ዘለኹ፣ ሓደ ሓደ ግዜ ሓምየ ሓደ ሓደ ግዜ ከኣ ከይሓመኹ ዝወጸሉ እኳ ኣሎ። እዚ እሞ ኣነ ምስ ማህማይ ኣይቆጽሮን እየ ከመይ ድዩ ኣብ እንዳ ቀምቃማይ ሲ ብዙሕ ሰብ መጸካ ንሱ ድራኣዮ ከምዚ እንድዩ በዚ ከምዚ ቦታ ወይ ድኾነ ይሕኪየካ ምሽ ድሕሪ ትፈልጣ ኮንካ ወይ ሰሚዕካ ጸኒሕካ ብዛዕባ እቲ ዓላል ትቅጽል ሕጂ ብዛዕባ ጆሲ ድሓን

ናይ ዝኾነ ዓይነት ዕላል ነዚ ዝመጸ ዝተባህለ ዝተገበረስ ይመጽእ እዩ ሕጂ ነዚ እዮም ሕሜታ ትብሎ ዘለዉ ማለት እዩ። እቲ እዚ ንገብረልኩም ደለና መደብ ወዲ ሽዋ ሸው ካብ ከተማ ካርቱም ሱዳን ድመሓላለፍ መደብ ኢና ቀሪብናልኩም ደለና ንሎም መዓልቲ ዕዱማትና ዘለዉ ቀምቃሞ ኣዝዩ ኣዛናዪ ድኾነ መሃሪ ዝኾነ መደባት እዮም ዕላላት እዮም ድህቡና ደለዉ የቀንየልና በዚ ኣጋጣሚ ዕላልና ቀጻሊ እዩ ደሎ በዚ ኣጋጣሚ ከኣ ሓደ ኣርእስቲ ፍልይ ደበለ ኣምጺኹሞ ደለኹም ንሕና ሓመይቲ ኣይኮናን ይብሉ ኣለዉ ሓመይቲ ከይትብልዎም ንቀምቃሞ ቲንታ እንድያ ሓደ ዓርከይ ኣሎ ስነጥበባዊ ሄኖክ ሃይለ ወዲ ሃይለ ቲንታ እዩ ድብላ ነታ ጉዳይ ቲንታስ ንጮግሩ ጥራሕ ኢኹም ትለኽዩ ማለት እዩ ፊንታስ ጸለመስ ኣይትሕዙን ኢኹም ንሰብ ዕላል እዩ በቃ በዚኣ ንሓዛ ሃራይ ወዲ ብሩሽ እዚ መደብ እዚ ምስ ኣርት ምትእሳር ኣለዎ ምክንያቱ ሸው ስለ ዝኾነ ድራማ ኣሎ ይቕሬታ ድራማ ኣሎ ደርፊ ምድራፍ ኣሎ ካልእ ምፅሓፍ ኣሎ ምስኣል ኣሎ ምቕምቃም ኣርት ድዩ ማለት ቅርጺ ገለ ተውጽሉ ገለ ሪኤ ኣለኩ ኣርት ድዩ። ዲዛይን እንዲኻ ተውጽእ ዲዛይን ከኣ ኣካል ናይቲ ኣርት እዩ ማለት እዩ ሓደ ዲዛይን ሲ ኮፒ ትገብሮ ኣለኻ ማለት እዩ ሓደ መጺእካስ ካብ ኣርት ከተውጽኦ ተኮንካስ ዘባን ክትቁምቁሞ ኢኻ ማለት እዩ እዛ በዛ ሓንቲ ወገን ዘለዋ ፀጉሪ በዛ ሓንቲ ወገን ዘይብላ ፀጉሪ ኣርቲስት ስለ ዝኾንካ ግን ብትኽክል ተምፅኦ ኣለካ ማለት እዩ ኣብቲ ኣብቲ ላማ ኣታሓሕዛ ወላ ኣብቲ መቐስ ከመይ ከመይ ማለት እዩ። ኩሉ ማለትሲ ብትኽክል ኢኻ ተምጽኦ ማለት እዩ። ልክዕ እዚ ኣብቲ ናይ ስእሊ ናይ ክስታይ ዝገብሩ ኣርቲስትሲ ኮፒ የምጽኡ ምሽ ደቀስኻ ከኣ ኮሚኒ ማለት እዩ። ኣድስ ምስ ኣርትሲ

ጀንትራ ምስ ገበርካሉ ኣብዚ ዝኾነ ዓይነት ዲዛይን ግበረለይ ይብለካ ወይ ሱድ ሞሮጾ ወይ ባዕልኻ ግበረለይ ይብለካ ማኪነታ ጌርካ ተውጸሉ ኢኻ ላማ ጌርካ ተድሞቐሉ ኢኻ ገለ እዚ ኣርት ንባዕሉ ትስእለሉ ኣለኻ ማለት እዩ ሕጂ ከምኡ እውን ኣብ ጭሕሚ ማለት እዩ ዝኾነ ዓይነት ቅርጺ ተውጺኻ ገለ ገለ ኣርት እዩ። ብጋጣሚ ቀምቃሞ ሓቢሮምኹም ኣለዉ። ምስ ማሕበር ስነጥበብ ናይ ኣርት ከኣ ተመዝጊብኩም ክትኮኑ ተስፋ ንገብር ብሕጂ ውን ክትምዝገቡ ኢኹም የቐንየለይ ቀምቃሞ ኣርቲስት እዮም ናብ ዝብል መደምደምታ በጺሕና ኣለና ጽቡቕ ወዲ ብሩሽ ሓፈሻዊ ካብ ተሞክሮኻ ነዊሕ ዓመት ሰሪሕካ ስለ ዘለኻ ሎሚ ድቕምቀሙ ዶ በዝሑ ቅርጺ ዶ ገብሩ ምስ ኣታዊታትኩም ቅርጺ ዝገብር እዩ ማለትሲ እቲ እዋናዊ እቲ ዲዛይን መፂኡ ዘሎ እዚ በዓል ካስኮ ገለ ንቅርፂ ጥራይ ዝዕድመካ እዩ ዝበዝሕ ቅርፂ ዝገብር። ክሳራ ማይ ፀሎት እዩ ንኣምላኽ ስርሓቱ። ክሳራ ዕግበት ዓማዊል ስለ ዝኾነ ክሳዕ ሕጂ ክሳራ ዘምፀልና የለን ተዓሚልና ጥራይ ተሓጎሰልና። ብቅርፂ ይኹን ብምቕምቃም ይኹን። ብምቕምቃም ይኹን ብዘየገድስ። ሕጂ ቅቅርፂ ሕጂ ምስ ሚስኮል ከነተኣሳስራ ንኽእል ዶ?
ኦዎ ዳርጋ ሚስኮል እያ ንድሕና። ሚስኮል እያ ምስ። ሚስኮል እያ።
ቁሩብ ምቕምቃም ቀላል ሞያ ኣይኮነትን፣ እቲ ምኽንያት ቀሊል ሞያ ዘይገብሮ ከኣ ምሉእ መዓልቲ ጠጠው ኢሎም እዮም ዝውዕሉ፣ ቅርጺ ኣብ ካርቱም ዕስራ ቅርሺ እያ መስለኒ፣ ዕስራ ድያ ዕስራን ሓሙሽተን ከከም ከባቢኡ ማለት እዩ፣ እታ ምቕምቃም ግን ዝያዳ ስለ ትኽፈላ እሶም ከኣ ምስቲ ጠጠው ኢሎም ዝውዕልዎ ኩሉኹም ኣብ ምሉእ ዓለም ዘለኹም ኣብ ኣሜሪካ ሃልው ባንግላድሽ ዋላ ሰሜን ኮርያ ዋላ ደቡብ ኮርያ ሃልው ክትቁምቆሙ ከም ደለኩም በዚ ኣጋጣሚ ክንነግረኩም ንፈቱ። ሕራይ ኩቡራት ተዓዘብትና ዕላልና ቀጻሊ እዩ ደሎ ኣሌክ ተክለኣብ ወይ ከኣ ዓምና ናባካ እየ እዛ ኣቀሪበያ ደለኩ ሕቶ ዓማዊልኩም ናይ ምቅምቃም ዓማዊልኩምሲ ኣበየናይ ክሊ ዕድመ ዘለዉ እዮም ኣየኖት እዮም ዝያዳ ምልስ ምልስ ድብሉ
ካብ ዓሰርተ ሸውዓተ ክሳብ ሰላሳ ገለ ዘሎ። ኣድመ ከምዚ ኣቀዲምና ዝነገርናካ ወዲ ብሩሽ ኣብ ቅርጺ ገለ ገለ ዘዳብ ኣብ ሰሙን ይምለሱኻ ገሊኦም ኣብ ዓሰርተ መዓልቲ ይምለሱኻ እቶም ከም ቀንዲ ዓማዊል ንብሎምሲ ኣብዚ ክሊ ዕድመ ዘሎ ማለት እዩ ካብ ዓሰርተ ሸውዓተ ክሳብ ሰላሳ ገለ ዘለዉ ማለት እዩ።
እወ ዋላ ደቂ ሓምሳ ክመላለሱኻ ይኽእሉ እዮም ግን በቲ ዝበዝሐ እና ክትኸዶ ከምዚ ኣሌክ ዓምና ክብሎ ዝጸንሐ ካብ ዓሰርተ ሸውዓተ ስጋብ ከባቢ ሰላሳ ሰላሳን ሓሙሽተን ዕድመስ ዓማዊልናዮ። ክቡራት ተዓዘብቲ እታ ጨጉሪ ትጠልሞም ኣላ ኮይና ትስመዐኒ ኣላ ኣነ ወዲ ጉርሽ ብርሒ ድዩ? ስክፍታ ምቕምቃም ዘዝልቑ ዶ ኣለዉ ዋላስ ካብ ምንታይ እዩ ድሕሪ ሰላሳን ሓሙሽተን ዓመት ዶ ኣለዉ? ዝግርዝዎ ንኣብነት ስለ ዝሓልፍዎ እቲ ዝድውርሉ ዘብሉሉ ኣብ ምድዋር ከለኻ ኢኻ ትጻባበቕ ማለት እዩ ኣብቲ ግን ኣብ ናብራ ምስ ኣተዉ እምበር በራሓትን ገም ደቓቓ ቀልጢፎም ዝምለሱ። ናይዝቦ ቶንዶ ዘይብሎም ከሎ መፅኹም እዮም ናይ ግድን እሶም እዮም ኮማን ፀጉሪ ስለ ዝበልዖም ቅልጥፍ ኢሎም እዮም ምልስ ምልስ ዝብሉ ግን ኣብቲ ናብራ እሱ እዩ እቲ ፀገም ማለት እዩ እቲ ናብ ዝተፈላለየ ዓይነት ስለ ዝኣትዉ እሶም እቲ ዕድመ ማለት እዩ እቲ ዕድመ ስለ ዝድርኹም እዩ እምበር ጠቕላላ ገዲፎሞ ምቕምቃም ማለት ኣይኮነ ይበልዖም እዩ እንታይ ይበልዖም ይበልዖም ማለት እቲ
ፀጉሪ

ሽበት ናበላዕና ንሕናስ ቀንዲ ዓማዊልኩም ኢና ኣብ ሰሙን እንዳተማላለስናስ ዘይትጎድሉና ገለ ብሎኻ ገሊኦም እሺ በራሓ ተሰክፉኻ። ኣጋጣሚ
ቀዳሞት ዓማዊል ኮይኖም ደለዉ ጨጓራት ደይኮኑስ በራሓት እዮም ቅልጥፍ ቅልጥፍ ኢሎም ይምለሱ ይብሉ ኣለዉ ብጣዕሚ ኣዛናዪ ድኾነ ኣርእስቲ እዩ ኣሌክ ምስዛ ናይ ወዲ ብሩሽ ኣተኣሳስራ ኣቢልና ክንዛረብ ምናልባሽ ኮነ ኢልካ ሓቲትካኒ ከይብለኒ

ሆ ሕጂ ነዚኤን ቅልጥ ኣቢልካ ቻማክ ዝገብረሎም ተማሳስለሎ እምበር ቻማክ ኣይትበሃልን። ናተይ ደኣ ዳርጋ ሕጂ ናብ ጨምላቕ ገጻ ተኸይዳ ኣላ እምበር ቻማክ እያ ኔራ ሕጂ ግን ትጠልመኒ ኣላ ኮይኑ ይስምዓኒ ኣሎ። ማለትሲ ክትቅምቅሞም ትኽእል ኢኻ ከም ዝደለይዎ ማለት እዩ ሕጂ እቲ ዓይነት ኣባራርሓ ይድርኸካ እዩ ናይ ገሊኦም ክሳብ ኣብዚ ዝበጽሕ ብርሒ ኣሎ እዚ ሕጂ ካብ ቻማት በዚ ቫጆ ክትገድፈሎም ትኽእል ኢኻ ማለትሲ ዝደለይዎ ማለት እዩ ቻማ ግን ክትከውን ኣይትኽእልን ኢኻ እወ ከምዛ ናተይ ተኾይና ግን ክትገብራ ትኽእል ኢኻ። መቸም እዚ ንደልዎ ደለና ወዲ ሽዋሸው ምሕሳው የላን ናተይ ቻማ ክትከውን ትኽእል እያ ኢሉ ኣሎ ካሜራ ማናት ኣብ ቅድሜና ስለ ዘለዉ ክስእሉኻ እዮም ቻማ ክትኸውን ደይትኸውንን ክትፍተን ኢኻ። ሕራይ ዕላልና ኣዝዩ መሳጢ እዩ ደሎ የቐንየልና በዚ ኣጋጣሚ ዕድሜና ኣኽቢርኩም ምምጻኹም ከማን ዓቢ ነገር እዩ። ዕላልና ቀጻሊ እዩ ግን ደሎ ይውዳእ ኣይኮንኩን ደሎ ኣብ መንጎስ መተበቢ መተሃባብዒ ድበሃል ነገር ኣሎ። ሎሚ እንታይ ኣስተውዒለ መሲልካ ኣብ ኣርባዕተ ሓሙሽተ እንዳ ቀምቃማይ ዑደት ገይረ ነይረ ቅድሚ እዚ መደብ ምድላውና ሰንፈራ ክገብር ርእየዮም ኣወዳት ገለ ሓቲተዮ ንሓደ ቀምቃማይ ከኣ ፕላስቲክ ንገብር ኢና ገለ ኢሉ። ናብ ኣዋልድ ገጽኩም ትጸርዩ ኣለኹም ዶ ዋላ ከመይ እዩ እቲ ጉዳይ ናይ ኣወዳት ጉዳይስ እንታይ እዩ ሰንፈራ ፕላስቲክ እንታይ ኣምጽኦ እዩ ንምንታይ እዩ ዝግበር ዘሎ እቲ ዕላማ።
ሰንፈራሲ ናይ ኣዋልድ ጥራይ ኢሉ ኣይተሰርሐን መጽረዪ ገጽ እዩ ኣብ ዝኾነ ኣጋጣሚ እንድሕር ቁሩብ ልውጥ ብርህ ኢልካ ክትከይድ ደሊኻስ ትገብረሉ ማለት እዩ ብኸምኡ እዩ ሰብ ዝገብረሉ። ፋየር ካልእ ነገር ካልእ እቲ ናይ ኣዋልድ ኣይገብርን እዩ ኣነ ክገብር ዝረኣኹ ወዲ የለን ሻንፈራ ግን ኖርማል እዩ ዝውቱር እዩ። ምጽራይሲ ከምዚ ምስ ስብእነት ምትእስሳር ኣለዎ ዶ? ሰብኣይሲ ኣብ ፋንድያ ፋንድያ ክጨኑ ኣለዎም ዶ ዝበሃል ኔሩ ብዓኻ? ከምኡ እንድዩ ግን ግዜ ዘምጽኦ ከኣ እንታይ ኣሎ መሲልካ እቲ ግዜ ዘምጽኦ እዩ ስቕ ኢልካ ቁሩብ ነብስኻ ምልዓል ገለ ገለ ኣሎ ግድን እቲ ፕላስቲክ ሕጂ ንኽጸርየልካ ገለ ኢኻ ትገብሮ እምበር ኖርማል ነገር እዩ ማለትሲ ዝኮነ ሳይድ ኢፌክት ስለ ዘይብሉስ ናይ ኣዋልድ ናይ ኣወዳት ኣይኮነን ናይ ናይ ሓባር እዩ እወ ኣነ ከምኡ እየ ዝብል ዝኮነ ወድስ ክገብር ይክእል እዩ ይክእል እወ ወዲ ድምጺ ጉሩሽ መዳ ናባካ እየ እዚኣ ሕቶ እዚኣ ብደገ እያ ተሓቲታ ኣነ ኣየዳለኩዋን ሓደ ዓርክና ሕተተለይ ድበለኒ እዩ እዛ ሕቶ እዚኣ። ንዛ ሰንፈራ ምዛ ፕላስቲክ ብምትእስሳርሲ ሕተተለይ ኣቀምቀምቲ ኣብ ባህሪኩም ምስ ደቂ ኣንስትዮ ፍሉይ ድኮነ ዝምድና ኣለኩም ትሕመዩ ቀምቃማይ ድዩ ዕዋላ ሰንዴ እንድመጻኩም ዝሃድናኩም ዋላስ እሱኩም ኢኩም ትሃድንወን ማለትሲ
ሓደ ኣብ ሸው ስለ ዘለና ዝስምዐኒ ማለት እዩ ሕጂ ብሓፈሻ እያ ገልጻ እምበር ንዓይ ትውክል ሕቶ ኣይኮነትን ብሓፈሻ ግን ኣብ ሸው ማለትሲ ሓደ ነብሱ የልዕል እዩ ቀዳማይ ኦር ሓንሻሺ ባህሪኡ ሓደ ክልተ ገዲፍካ ማለት እዩ ሕጂ ሓደ ክልተ የለውን ማለት ኣይኮንኩን ሕጂ ከምዚ ወቀሳ ከይመስሎም ማለት እዩ ሓሻሺ ዝበዝሐ ግን ሓሻሺ ቀምቃማይ ቁም ነገረኛ ዳርጋ የለን ገይረ እየ ዝድምድሞ ኣነ እቲ ቁም ነገሩ ሰብ ነብሱ ድዩ ኮይኑ በቃ ኣብ ነብሱ ኣብ ሸው ንግዜኡ ጥራይ ዝነብር እዩ ለካ ከምዚ ናይ ማለትስ ናይ እዋናዊ ጉዳይ እዩ ዝሓስብ ከምዚ ንመጻኢ ዝሓስብሲ ዳርጋ የለን። ንሓንቲ መዓልቲ ይነብር። ባቃ። ይጨርም ጨጉሪ ይነብር። ባቃ ኸላስ ሻሂ ሻሂ ሰቲ ነብሱ የልዕል ሕጂ ካብ ከምዚ ተበጊሱ እዩ እምበር ፍሉይነት ኣለዎ ኢለ ኣይግምትን እየ ማለት ካብ ከምዚ ተበጊሱ እዩ ሻሂ ከስትየን ስለ ዝደሊ ዕላል ከኣ ኣሎ ዕላል ከኣ ተዛራባይ ዝበዝሐ ከምካ ማይ ማለት እዩ። ኣብ ከምዚ ተበጊሱ ብዝበለጸ ግን ነተን ደቂ ኣንስትዮ ተተሓተን ከኣ ደስ ምበለኒ ማለት እዩ። እቲ ኣርቲስት ተመጽኹም ድዩ ይነጉድኹም?
እወ ዝኾነ እዩ ዝመጸኒ ማለትሲ ዝኾነ ኣብ ከምዚ ሞያ ዘሎ ጥራይ እዩ ዝድርኾ ስራሕሲ ኣይኮነን ካብ ዝተፈላለየ ዓይነት ሞያታት እዩ ዝመጸካ ሰብ ብኸምዚ እዩ ከኣ እቲ ባህሪ ናይ ናይ ብዙሕ ሰብ ትሕዝሲ ብኸምዚ እዩ። ኣዶ ተዝን ፍቅሪ ንሱ ኮይኑ ይስምዐኒ። ስለዚ ህቡብ ኮይኑ ኣሎ ቀምቃማይ ማለት እዩ። ዋእ። ከምዝወዲ ብሩሽ ክገልጸልና ዝጸንሐ ሓሸሽቲ እዮም ኢልዎም ንቀምቀምቲ። ሓሸሽቲ እዮም ክበሃል ከሎ ግን ሓዳር ኣይገብሩን እዮም ማለት ኣይኮነን ቁርጡዋት እዮም ካብ ቀምቀምቲ በዚ ኣጋጣሚ ክትፈልጡ። ሓንቲ ሕቶ ግን ኣላ ምስኣ ትኸይድ ኣልግብ ኣቢለ። ኣሌክ ምስ ፋታ ዘለኩም ዝምድና ፍሉይ እዩ ዝበሃል ኣነ ኣብ ብዙሕ ኣጋጣሚ ሰሚዐ ኣለኹ። ቀምቃማይን ፋታንሲ ክልተ ዘይፈላለዩ ከም ሓንቲ ሳንቲም ክበሃሉ ሰሚዐ ኣለኹ።